ወድሲ ልቢ የብሉን ክበሃል ይሰምዕ ነይረሞ ሕጂ ግን ብዓይነይ እየ ዝርእዮ ዘለኹ ማለት እዩ ሊሊ ከምዚ ኢላ ርእሳ ክትደፍእ ዝገብራ ዘሎ ማለት እዩ ብተግብር ኣሌክስ ብስርሑ ስለልሓፈረት ብተግባሩ ከምዚ ኢላ ደም ክትነብዕ ዝገብራ ዘሎ ማለት እዩ ብጣዕሚ እዩ ዝገርመካ ከመይ ኢሉ ግን እዙ ናይ ሌሊ ጉድኣትሲ ዘየስተውዕለሉ ዘሎ ከመይ ኢሉ እዩ ምንም ዘይመሰለ ዘሎ ኣነ ክርድእን ይኻለይ ሰላም ሰላም ኩራት ተኸታተልቲ ናይ ሸዊት ዩቱብ ዝኾንኩም ከመይ ኣለኹም ሰላም ዲኹም ኣነ ሰላም እየ እግዚኣብሔር ይመስገን ንስኻትኩም ለ ኣብ ዘለኹምዎ ሰላምኩም ብዝሕ ትርፍ ይበለለይ ልማዓንቲ ድማ ብሓዱሽ ቪድዮ መፅየ ኣለኹ ማለት እዩ። ንሱ ድማ ከምቲ ትርእዎም ዘለኹም ብዛዕባ ሊሊና ሌክስ ቤት እየ ማለት እዩ። ሓደ ሓደ ነገር ዝተረእየኒ ክብል እየና ማለት እዩ። ክስካብ መጨረሻ ሓቢርኩም መሳይ ክትፀንሑ ተስፋ ይገብር ማለት እዩ። መጀመርያ እዛ ቪድዮ ክትጅምሩ ከለኹም ግን ላይክ ብምግባር ጀምሩ ማለት እዩ። ሓድሽቲ ዝኾንኩም ሰብስክራይብ እንዳገበርኩም ቤተሰብ ኩኑ። ሳብስክራይብ እንዳገበርኩም እንተባራርዑኒ እንተባራታትዑኒ ድማ ብጣዕሚ እየ ዘመስግን ማለት እዩ። ዘረባካ ክጠፍአና ኢሉ ብሕሱም ንዴት እዩ ቤተሰብ ብጣዕሚ ብጣዕሚ እየ ተበሳጨ ዘለኹ ማለት እዩ። ካብ ሊሊ ንላዕሊ ኣነ ብኣሌክስ ተግባር ማለት እዩ ብጣዕሚ እየ ተናዲደ ዘለኹ ማለት እዩ። ከምዚ ትሪእዎም ዘለኹም ማለት እዩ ኣብዚ ቤት እና ኣሌክስ እዮም ዘለዉ ማለት እዩ። ሊልና ኣሌክስ ከይመስለኩም ብደንቢ ብደንቢ ገይሮም ረእዎም ከይትጋገዩ ማለት እዩ። ኣነ ክሓድር እዩ ኢለ ኣብዚ ገዛ ክሓድር ኢለ በፍፅም እየ ኣይተፀብኹን ማለት እዩ። ታይ እዩ ግን ዝገብር ዘሎ ኣሌክስ ዝመኸሮ ስኢኑ ቀደምሲ ዳግም ሱእ እናሃለወስ ዳሕና ነይሩ ዳግ እኮ ይመኽረልና ነይሩ ዳግ ግን ጠፊኡ ተመኒዎ ይኸውን ሸልቲዎ ይኸውን ከመይ ዘይምን ብእውነት ናይ ሓቂ እየ ዝበለኩም ለኹ ማለት እዩ ኣብ ጎንኻ ኮይኑ ሓደ ሰብ ኖኖ ትሰሓት ኣለኻ ዝብለካ ሰብ ክትረክብና ስኢልካ ክትጓዓዝ በይንኻ ማለት እዩ ማዕረ ኣይኮነን ዓርክኻሲ መስታወትካ እዩ ብእውነት ማለት እዩ ኣሌክስ ትርእዎ ኣለኹም ምስ ሊሊ ኮነ ኮፍ ኢሉ ዘሎ ምስ ቤቱ እዩ። ከምዚ ኢሉ ኮፍ ኢሉ ክትሪኦ ከላ ሊሊ ከመይ ኢላ ትበሳጨን ከመይ ኢላ ትሓርቕን ሓሲብኩምዎ ዲኹም? ከመይ ኢላ ትጉዳእ? እዚ ግን ዝሓስቦ ይመስለኒ ኣሌክስ ማለት እዩ። ሕጂ ሊሊ ክትናደድ ከላስ ከይዱ ኣብ ቤት ድዩ ክዕቀብ ነይርዎ? ምስ ቤት ከይዱ ክሓድር ነይርዎ? እዚኣ ግን ሓደ ነገር ስለ ዝለመደ ሓደ ነገር ስለ ዝደለየ እምበር ብዘይ ምክንያት ይኩን ኣይተመስልን ቤተሰብ ንዓይ ከምኡ ኮይኑ ዝረየኒ ዘሎ ኣሌክስ ግደፍ እባ ኣነ ንዓኻ ከምዚ የፅብየካን ኣነ ካኻ ካብዚ የፅበን እየ ከምዚ ኢሎም ክጠማጠሙ ስነ ስርዓት ግበሩ

ከምዚ ኢለ ምስ ኣስለ ምስ ኣሌክስ ክትርእየኒ ከላስ እንታይ ይስምዓ ክትብል ኣይከኣለትን። ምስ ሊሊ ተባኢሱ ክኸዳ ከሎሲ ሓቅነት ተሃልዩዋ ኖኖ ትገብሮ ዘለኻሲ ጽቡቕ ኣይኮነይ ኪድ ገዛኻ በቃ ኢላ ክትሰዶ ድኣ ይግባእ እምበር ተዘይ ሓዳርካ ሕዳር ቤት ትሰሓት ኣለኺ ንስኺ ዓባይ ሰብ ኢኺ ዋእ ብኡነት ሓደ ሓደ ግዘሲ ኣወዳትሲ ልቢ የብሎምን ክበሃል ይሰምዕ ነይረ ማለት እዩ ብጣዕሚ ናይ ኣለኪስ ከምዚ ኢሉ ኣቀያየሮሲ ብጣዕሚ ዝገርመኒ ዘሎ ብሓደ ግዘ ልውጥ ሓዳር እኮ ቀልድ ኣይኮነ ቀልድ ከምዘይኮነ እውን ፅብቅ ገይሩ ባዕሉ ይፈልጥ እዩ ኣሌክስ ማለት እዩ ግን ኣብዚ ሕዚ ግን ይቅልድ እዩ ዘሎ ከምዚ ቀሊል ፈኩስ ገይሩ እዩ ዝሓስቦ ዘሎ እሺ ደሓን መትሓዝ ፀጉሪ ረኺበ እሞ ክጥይቃ ንቤት ኢለ ሓሲብዎ ዶ ንምንታይ ብስልኪ ለይጥይቃ ናብ ገዛእ ዘኽይድስ እንታይ ኣለዎ ናፍቆት ድዩ ስለዝናፈቃ ኧረ ብጣዕሚ እዩ ዘናድድ። ካብ ቀደማይ ስሕተቱ ካብ ዝሓለፈ ስሕተቱ ንምንታይ ዘይማር? ኣነ ይቅርታ ንክብል ችግር የበለይን። ኧረ ዘጥፋእካ ኣጥፊእካ ልቢ ሰብ ምስ ጎዳእካ ይቅርታ እንታይ ክዓብስ? ይቅርታ ኑር ስለዝኾነ ይቅርታ ክትቅበል ኑር ስለዝኾነ ተፈጥራዊ ስለዝኾነ ዳኣ ኢልካ ይቅርታ ትቅበል እምበር ስብራትስ ካብ ልብካ ይወጽእ ማለት ኣይኮነይ ክትገድፎ ስለ ዘለካ ኢካ ትገድፎ ይቅርታ ናይ ሰብ ትቅበል ኣነ ከምኡ ኮይኑ ይስማዕኒ ቤተሰብ ዘጥፋካ ኣጥፊካ ይቅርታ ምሕታት ምንም ትርጉም ዘለዎ ይስ- ኮይኑ ኣይስማዕኒ ንዓይ ሓሲብኩም ወድኩም ሊሊ ክንደይ ናይ ትስበር ሊሊ ክንደየናይ ትጉዳእ ከምዚ ኢላ ክትሪኦ ከላሲ ክንደየናይ ትስበር ክንደየናይ ትሓዝን ሓሲብኩምዎ ዲኹም ቤተሰብ ኧረ ልቢ ግዛእ ኣሌክስ ወይስ ገዚእና ክንሰደልካ ልቢ ሓቅስ ቤተሰብ ኣሌክስ ለባም እዩ ኩሉ ነገር ኣነ ሊሊ ኣሕዚናኒ ዘላ ብጣዕሚ ሊሊ ማዓረይ ሓሲብኩም ዲኹም ትርእዋ ኣለኹም ብተግባር ኣሌክስ እና ቤቲ ማለት እዩ ብጣዕሚ እያ ሓዚና ብጣዕሚ እያ ልባ ተሰይሩ ደምያ ነቢዓ ዘላ ማለት እዩ ምንባዕ ቀሊል እዩ ቤተሰብ ልባ ብጣዕሚ እያ ተሰይራ ሓሲብኩም ዲኹም ሓደ ሰብሲ ምስ ሰበይቱ ተኻርዩስ ተዃርዩስ ናብታ ዘኳረዮቶ ሰበብ ዝኾነቶ ናብኣ ከይዱ ክሓድር ኣለዎ። ካሊእ ነገር ሓሲቡ ደኣ እምበር ብዘይ ምኽንያት ኣይመስለንን ኣነ ቤተሰብ ማለት እዩ። ኣነ ክብላ ዝኽእል ሊሊ ኣጆኺ በቃ ኩሉ ነገር ክሓልፍ እዩ፣ ኩሉ ነገር ክቕየር እዩ። ይቅርታ ክሓትት ከሎ ኣሌክስ ከህሉቦ ይኾነይ ማለት እዩ ኩሉ ግዜ በቃ ይቅርታ ስለ ልመጸሉ እዩ እምበር እንታይ እጥፊኡ እንታይ እዩ ገይሩ በቃ ኣይሓስብን ይመስለኒ ማለት እዩ ሊሊ ድማ ብተግባሮም ብተግባር ኣሌክስ ናብ ተግባር ቤቲ ብዝገበርዎ ብጣዕሚ እያ ልባ ተሰይራ ብጣዕሚ እያ